ሰላም ተኸታተልቲ መደብ ሃርሞኒ መድያ እዚ ኩነተ ህላወ እዩ። ኣብዚ መደብ እዚ ዝተፈላለዩ ማሕበራውን ህዝባውን ሓበሬታታት ናባኹም እነብሎ መደብ ከም ምዃኑ መጠን ኣብዚ እዋን እዚ ብፍላይ ኣብ ጉዳይ ግብርን ኣከፋፍላን ከምኡ እውን ኣታውታትካ ብምፍላጥ ዝያዳ እንተኸፊልካ ዝምለሰልካ ካብኡ ሓሊፉ ተሪፉ ከኣ እንተ ደኣ ዕዳ ኣለካ ትኸፍለሉ እዋን ከም ዝኾነ ዝፍለጥ እዩ። በዚ መሰረት ነዚ ብዝምልከት ምስ ክኢላ ፋይናንስን ሕሳብን ዝኾነ ሓውና ኣቡበከር ዓብዱልዓሊም ቅድሚ ሕጂ ኣብ መደብ ኣልኮምፒስ ዝገበርናዮ ቃለ መሕትት እዋናውነቱ ኣብ ግምት ብምእታው ነዚ ናይ ሓበሬታ ዝርርብ ናባኹም ከነብሎ ኢና። ብሩኽ ናይ ቀዳመ ሰንበት ግዜ ክገብረልኩም እንዳ ተመነና ናብ መደብ ናይቲ ዝርርብ ክመርሓኩም እየ ሰናይ ምክትታል። ሓውና ኣቡበከር ቀንዲ ኣብቲ ቀንዲ ጉዳያት ቅድሚ ምእታውና ድሕረ ባይታኻ ከምኡ እውን ናይ ዝወሰድካዮ ምህሮን ትሰርሓሉ ዘለኻ ስራሕን እንታይ ከም ዝመስል ንተኸታተልትና ከትዕድል ክበካ
የቐንየለይ መሓሪ ብመጀመርያ ቅድሚ ናብቲ ኣርእስቲ ምእታወይ ነዚ ሎማዓንቲ ተዋሂብኒ ዕድል ኣብዚ መጽየ ምስ ተዓዘብቲ ብዛዕባ እዚ ዘሎ ህሉው ኩነታት ሕጂ እሞ ኹኣ ግዝያውን እዋናውን ብዛዕባ ኣከፋፍላ ግብርን እንታይ ይመስልን ናተይ ተሞክሮ ንምሃብ ዕድል ተዋሂብኒ ብዚ መሪጽኩምኒ ክመጽእ ምኽኣለይ የመስግን። ክብራ ትሃበልና። ካልኣይ ድማ ነዚ ትገብርዎ ዘለኹም ስራሕ ከኣ ኣዝዩ ኣገዳስን ነቲ ዘሎ ናይ ኢንፎርሜሽን ጋብ ድማ ድዓጹ ምዃኑ ብፍላይ ድማ ነቶም ብትግርኛ ተዛረብትን ብቋንቁኡ ብዛዕባ እቲ ዝነብርዎ ዘለዉ ሳምሄለ ሕብረተሰብን ኣብ መዓልታዊ ሂወቶም ንዘጋጥሞም ሓበሬታታት ንምሃብ ይሕግዝ ውን ስለ ዝኾነ ስለዚ ዓቢ ስራሕ እዩ ዝስራሕ ዘሎ ቀጽልዎ የቐንየልና። ክብል ይፈቱ። ቀጺለ ከምቲ ኣቐዲምካ ዝገለጽካዮ ሽመይ ኣቡበከር ዓብደልዓሊም እየ ዝበሃል። ድሕሪ ባይታይ ብሕጽር ዝበለ ንምግላጽ ተኾይኑ ኣነ ሓደ ካብቶም ፍርያት ናይ ዩኒቨርሲቲ ኣስመራ ኮይነ ብኣካውንቲን ወይ ከኣ ብስነ ሕሳብ ካብ ኮለጅ ኦፍ ቢዝነስ ኤንድ ኢኮኖሚክስ ብ ክልተ ሽሕን ሰለስተን ብልዑል ነጥቢ ተመሪቐ ብ ቀዳማይ ዲግሪ ብብኤ ካብኡ ፈርየ ማለት እዩ። ብድሕሪኡ ከምቲ ዝገለጽክዎ ኣብቲ ግዜ እቲ ብዝነበረ ኣሰራርሓ ናይ ዩኒቨርሲቲ ብልዑል ነጥቢ ተመሪቕካ እንተድኣ ወጺኻ ብግራጁዌት ኣሲስታንት ተባሂልካ ኣብኡ ትተርፈሉ ብሞያኻ በቲ ትምህርቲ እውን እተገልግለሉ ኣጋጣሚ ስለ ዝነበረ ኣነ ከም ግራጁዌት ኣሲስታንት ኾይነ ኣብኡ ሰሪሐ ንሰለስተ ዓመት ድማ ብድሕሪኡ ከም ውሽጣዊ ተቖጻጻሪ ሕሳብ ኢንተርናል ኦዲተር ኮይነ ሰሪሐ ማለት እዩ ድሕሪኡ ናይ ስደት ጉዳይ ኮይኑ ናብ ሱዳን ኣምሪሐ ኣብ ሱዳን ድማ ምስ ኢሮፒያን ኮሚሽን ዴሊጌሽን ቱ ሱዳን ከም ኣካውንታንት ኮይነ እውን ኣብኡ ናይ ሕሳብ ክኢላ ሰሪሐ ማለት እዩ ቀፂሉ እቲ ትምህርትኻ ናይ ምዕባይን ንቐጻሊ ፈርዘር ስታዲስ ዕላማውን ስለ ዝነበረኒ፣ ንዓዲ እንግሊዝ ኣብ ለንደን ስኩል ኦፍ ቢዝነስ ኤንድ ፋይናንስ ብናይ ACCA ሰርቲፋይድ ቻርተርድ ኣካውንታንት ዝበሃል ሞያ ቀሲመ ናብ ሽወደን መጽየ ማለት እዩ። ሕጂ ኣብ ሽወደን ዝሓለፈ ዓሰርተ ዓመት ኮይኑ ኣሎ ማለት እዩ። ኣብዚ ድማ እቲ ሞያን እቲ ትምህርትን ተደማሚሩ ኣብ ሽወደንከ እቲ ታክሴሽን ሲስተም እንታይ ይመስል? ነቲ ዘሎ ሕብረተሰብከ ብኸመይ ተገልግሎ? ንዝብል ቀጻሊ ኣብ ኣእምሮይ ስለ ዝነበረ ጎኒ ጎኒ እቲ ካልእ ስራሓተይ፣ ምስ NDPHS ዝበሃል ናይ ሓደ ኢንተርጋቨርንመንታል ኦርጋናይዜሽን ቀጺለውን ሕጂ ኣብዚ ግዜ እዚ ከኣ ኢንተርናሽናል ኣይዲያ ዝበሃል ካልእ ሄድኳርተሩ ኣብ ስቶክሆልም ዝኾነ ኣብ ተፈላለየ ዓለማት ኦፊስ ዘለዎ ንዲሞክራሲ ዝነጥፍ ኣብኡውን ከም በቲ ሞያይ ብስነ ሕሳብ ኣካውንታንት ኾይነ ዝሰርሕ ኣለኹ።
ጽቡቕ ኣቡበከር ሃብታም ተመክሮን ናይ ትምህርቲ ልምድን ከምኡ ውን ናይ ትምህርቲ ሪከርድን እዩ ዘሎካ ስለዚ ኣልኮምፒስ ጽቡቕ ምርጫ ወሲዱ ኣሎ ነዚ ርእስቲ እዚ ክንብል ንኽእል ኢና ሓውና ኣቡበከር ብዛዕባ ቤት ጽሕፈት ኣታዊ ግብሪ ወይ ከኣ ስካተቨርከት ዝበሃል ብቋንቋ ሽወደን፣ ዕማማቱን ሓላፍነቱን እንታይ እዩ? እንታይ እዩ እቲ ቤት ጽሕፈት ግብሪኸ? ኢልና ክንዛረብ ንኽእል። ነቲ ቤት ጽሕፈት ንምልላይ ዝኣክል እዩ። እወ፣ ሕጂ ስካተቨርከት ክበሃል ከሎ ከምዚ ንፈልጦ ኣብ ሽወደን ዝተፈላለያ ሚንዲሄት ዝበሃላ ዓበይቲ ብመንግስቲ ደረጃ ሓደ ኡፕድራግ ወይ ከኣ ሓደ ተልእኾ ተዋሂብወን፣ ዝሰርሓ ዘለዋ ሓደ ኣካል እዩ። ልክዕ ከም እዞም ሚግራኹንስቨርከት፣ ኣርቤትስፈርሜልኒንገን ገለ ኩሎም በብናቶም ዓውድታት ዝሰርሑሉ፣ ስካተቨርከት ድማ ሓደ ኡብድራግ ተዋሂብዎ እቲ ቀንዲ ስራሓቱ ኣብ ሰለስተ ዘጠቓለለ እዩ። ሕጂ እቲ ቀዳማይ ከምቲ ሽሙ ዝሕብሮ እውን ስካት ማለት ታክስ ወይ ከዓ ግብሪ ማለት እዩ። ሕጂ ግብሪ ኣኪቡ ኣብቲ መዓላ ንኽውዕል ከምቲ ኩሉ ግዜ ንፈልጦ እንታይ እዩ ዝኾነት ሃገር ነቲ ትገብሮ ፕሮግራማትን ኣክቲቪቲን ብግቡእ ባጀት ብምስራዕ ነቲ ፕሮግራማታ ክውን ንምግባር ኣታዊታት እውን ክህልዋ ስለ ዘለዎ ቀንዲ ምንጪ ኣታዊ ናይ ሓንቲ ሃገር ናይ ዝበዝሓ ሃገራት ነተን ብናቹራል ሪሶርስ ናይ ተፈጥሮኣዊ ሃብቲ ዘለወን ሃገራት ገዲፍካ ታክሴሽን ወይ ከዓ ስካት እቲ ቀንዲ ምንጪ እቶት ናይ ሃገር እዩ። ስለዚ እዚ ብግቡእ ብስነ ስርዓትን ተኣኪቡ ካብቲ ክኸፍል ዝግብኦ ኣካልን ትካልን ውልቀ ሰብን ተቢሉ ድማ ናብቲ ዝተደልየ ፕሮግራማት ክውዕል እንተድኣ ኮይኑ ነዚ ሓላፍነት ወሲዱ ዝሰርሕ ኣካል እውን ክህሉ ስለ ዘለዎ እስካብ ተበርከት እዚ እዩ እቲ ቀንዲ ዕማማቱ። ስለዚ እቲ መጀመርያን እቲ ዝለዓለን ስርሑ ብዛዕባ ግብሪ ዝምልከት ኣተገባብርኡን ኣተኣኻኽብኡን እዚ ሓደ እዩ። እቲ ካልኣይ ስራሓት ናይ እስካብ ተበርከት ድማ ሓደ ቆልዓ ተወሊዱ ክሳብታ ዝሞተላ ዘሎ መስርሕ ዝግበር ኩሉ ሬጅስተር ድማ ይሕዝ። ናይ ቆጸራ ህዝቢ እዩ። ናይ ቆጸራ ህዝቢ እዚ እንታይ እዩ ፖፕሌሽን ሬጅስትሬሽን ፎልክቦክፈሪን ሕጂ ቆልዓ ተወሊዱ ካብ ቤት ካብ ገና ካብ ሆስፒታል ፐርሽንመር ተዋሂብዎ ብድሕሪኡ ዓብዩ ጎቢዙ ካብ ቦታ ናብ ቦታ ክቕይር እንከሎ ሰብ ኣድራሻ ይቕይር ንመን እዩ ዝሕብር ንስካ እተበርክት እዩ ዝሕብር ዓብዩ ክንዲ ሰብ ኣኺሉ እውን ንመርዓ ኢሉ ምስ ዝሓስብ ብዛዕባ ቅድሚ ሕጂ ተመርዕዩ ነይሩ ዶ ኣይነበረን ሰርቲፊኬት ዝህብ እስካት ተመልከቲ። ነዚ ምስራሕ ሓሊፉ ተመሪዕዩ እውን ናይ ቃል ኪዳን ወረቐት ሰርቲፊኬት ሃልይዎ ከም ምርዑው እውን ይፍት ኦኡ ይፍት ተባሂሉ ንክምዝገብ ናብ እስካት ተመልከቲ ኢና ንምለስ። ናይ ፍትሕ መስርሕ ኣጋጣሚ ኮይኑ እቲ ሓዳር ተደይቆይሙ እውን ናይ ፍትሕ መስርሕ ሬጅስትሬሽን ዝግበር እውን ኣብኡ እዩ። ቀፂሉ እቲ ከምቲ ኩሉ ንፈልጦ መንነት እውን ይወሃብ እዩ። ኣይ ዲኩርት ንብሎ እዚ ከኣ ካብ እስካተፈርከት ኢና ንሓቶ ማለት እዩ ስለዚ እስካተፈርከት ምስ ኣብቲ ኩሉ ናይ መዓልታዊ ሂወትና ዝግበር ለውጥታት ሲቪላውን ሲቪል ሬጅስትሬሽን ብዛዕባኡ ይገብር ማለት እዩ እቲ ሳልሳይ ድማ ብሕጽር ዝበለ ሓደ ዝሞተ ሰብ ከኣ ብዛዕብኡ እንታይ ኣሰትን እንታይ ዕዳን እንታይ ክሳይን ነይርዎ ሬጅስተር እውን ምስ እስካተ በርከት ይድረግ። ስለዚ እስካተ በርከት ዓቢ ወይ ከኣ ቤት ጽሕፈት ኣታዊ ግብሪ ዓቢ ዕማማት እዩ ዘለዎ። እወ እሱ ዓቢ ዕማማት ሃልይዎ ጥራይ ደይኮነ ነዚ ዕማማት እዚ ተሰኪሙ ድማ ፍሌክስብሊ ክሰርሕ ምእንታን ከኣ ናይ መንግስቲ ተጽዕኖን ምትእትታውን ከኣ የብሉን።
ነጻ። ኣውቶኖመስ ኮይኑ እዩ ዘገልግል። ስለዚ እቲ ኣነ ንስኻ እንኸፍሎ ግብሪ፣ እቲ ንሕና ንገብሮ ዲክለረኹን፣ ትካላት ዝገብርኦ መንግስቲ ዳይረክት ጣልቃ ኣይኣቱን እዩ። እቲ ሓላፍነት ንስካ ተበርከት ተዋሂብዎ። ስለዚ እቶም ፖለቲሽያንስ ኣብ ፓርላማ ኮይኖም ዘጽደቕዎ፣ እቲ ታክስ ሬትስ ተዋሂቡ ምስ ተሓበረ ኣብ ኣተገባብራ ግን በቲ ንዕኡ ዝጥዕሞን ክስታይን ገይሩ ሙሉእ ነጻነት ኣለዎ።
ምሉእ ነጻነት ኣለዎ።
እቲ ናይ ኣውቶኖሞስ። ብጣዕሚ የቐንየልና ኣቡበከር ጽቡቕ ኣብ ኣገባብ ኣገላልጻ ብዛዕባ ዕማማት እስካ እተበርከት እዩ። ግብሪ ስለምንታይ ይኽፈል ኣብ ሓደ ሃገር? እንታይ እዩ እቲ ትርጉም? እዎ።
ግብሪ ልክዕ ናብታ ዓንተዩ ዝበልኩኻ ክመልሰካ ግብሪ ሓደ ካብቲ ቀንዲ ኣታዊ ናይ መንግስቲ እዩ። መንግስቲ ድማ ሓላፍነት ወሲዱ ነቲ ህዝብን ተቐማጥን ከኣ ብዙሕ ዓይነት ሰርቪስ፣ ፓብሊክ ሰርቪስስ፣ ንኸዳልወሉ ፕሮግራማት ይገብር። እዚ ኩሉ ፖለቲሽያንስ ኮፍ ኢሎም ዲባት ድገብርዎ። ድካ ትውዕሉ እዚ ይገበር እዚ ክትግበር ኣለዎ ንህዝቢ እዚ የድሊ ኣሎ ተባሂሉ ድሕሪ ሽወደን ርኢናዮ ካብ ካልእ ካልእ ሃገራት ኣብቲ ናይ ሶሻል ሰኩሪቲ ዝብሃል ኣዝዩ ጽቡቅ ሪከርድ ድሓዘ ስረ ስርዓትን ኣገባብን እዩ ደሎ ሕጂ ነዚ ክትግበር እንተ ደኣ ኮይኑ ከምቲ ዝበልናዮ ኣታዊ ክህሉ እንተ ደኣ ኮይኑ እቲ ግብሪ ክእከብ ኣሎ። ሕጂ ቀንዲ እቲ ግብሪ ንክእከብ ዝገብሮ ዘሎ ነገር እንታይ እዩ? ተመሊሱ ነቲ ህዝብን ነቲ ሕብረተሰብን ዝረኽቦ ሰርቪስስ ንዑ ንከገልግል እዩ። ነቲ ፕሮግራማት ናይ መንግስቲ ድማ ክውን ንምግባር ነቲ ዝተወጠነ ውጥን ከኣ ዕላምኡ ንምውቃዕ ማለት እዩ።
ሓውና ኣቡበከር ግብሪ ዝኸፍሉ ሰባት ኣብ ሓደ ሃገር መን እዮም? ንኣብነት ኣብ ሽወደን እየ ብዛዕባ ኣብ ሽወደን ክልል ስለ ኣብ ክሊ ሽወደን ስለ ዘለና ን ከምዚ ዝበልካዮ ግብሪ ተመሳሳልን ኣብ ብዙሓት ሃገራት ዝትግበር እዩ ኮላይ ኣብቲ ዝመጻናሉ ሃገራት ውን ከምኡ ናይ ግብሪ ስርዓት ኣሎ። መን እዮም ግብሪ ዝኸፍሉ?
ጽቡቕ ሕጂ መእተዊ ክኾነና እስካ ተበርከት ከም ዝበልናዮ ብዛዕባ ግብሪ ሓላፍነት ወሲዱ ክሰርሕ እንከሎ ግብሪ ክበሃል እንከሎ ሓደ ጾር እዩ ነቲ ከፋላይ። ኣብ ዝበዝሕ ሃገራት እውን ግብሪ ክበሃል ከሎ እንታይ እዩ ነቲ ድኻ ነቲ ሃብታም ዘድኪ ወይ ከኣ ነቲ እሱ ዘእተዎ ኣታዊታት ዝምንጥል ተባሂሉ ኔገቲቭ ኮነቴሽን እዩ ደሎ። ኣብ ህዝቢ ሽወደን እንድሕር መጺኻ ርኢኻዮ ግን እቲ ኣብ ዛዕባ ስካተቨርከት ደለዎ ኣረኣእያ ብዝተገብረ ሳርቨይ እውን ከም ዝሕብሮ ኣብ ክልተ ሽሕን ዓሰርተ ትሽዓተን ምሉእ እምነት ከም ዘለዎ ካብተን ኣዝዩ ብልዑል እምነት ተቐባልነት ዘለዎ ብህዝቢ ዝበሃላ ካብተን ቀዳሞት ኣርብዓ ኣብ ቀዳሞት ዓሰርተ ውን ዝስራዕ እዩ ማለት እዩ። እዚ እንታይ እዩ ዘርእየካ እቲ ህዝቢ ግብሪ ውን እንተኸፈለ ተገልቢጡ እቲ ዝረኽቦ ዘሎ ሰርቪስ የስተማቕሮ ስለ ዘሎ ብፅቡቕ ተቐባልነት ይቕበሎ ከም ዘሎ የርእየካ ማለት እዩ። ሕጂ መን እዮም ዝኸፍሉ ግብሪ ንዝብል ናብቲ ካልኣይ ነጥቢ ክንከይድ እንድሕር ኮይና ሰለስተ ዓይነት ካታጎሪስ ክንገልጽ ንኽእል ማለት እዩ። ሕጂ መጀመርያ ሓደ ሰብ ኣብዚ ዓዲ ከም ነባሪ ኮይኑ እንተ ደኣ ተመዝጊቡ ኣውቶማቲካሊ ኤ-ስካት ዝበሃል ስካትሴደል ይወሃቦ ማለት እዩ። እዚ ከኣ ኣብ ዝኾነ ግዜ ንቐጻሊ ኣታዊታት ምስ ዝረክብ ግብሪ ንክኸፍል ቅሩብነት ይህሉ ማለት እዩ። ሕጂ እቲ መን እዮም ዝኸፍሉ ድብል ውልቀ ሰባት ፕሪቫት ፐርሾን ከምዚ ከማይ ከማኻ ማንም ሰብ ኣታዊታት ዘለዎ። ሕጂ እቲ ኣታዊታት ካበይ እዩ ካብ ሰሪሕካ ተምጽኦ ካብ ሳላሪስ ካብ ለእን ክኸውን ይኽእል እዩ ካብ ኹክፔኒን እስኻ ዕረፍቲ ወሲድካ ብሕማም መሰ ምኽንያት ትወስዶ ኣታዊታት ወይ ውን ዓቢኻ ኣብ ግዜ ዕብየትካ ውን ናይ ፔንሽን ጡረታ ጡረታ ትወስዶ ዝርከብ ኣታዊታት እዚ ከም ውልቀ ሰብ ንክትከፍለሉ ትግደድ ማለት እዩ። ብጎኒ ጎኑ ድማ ብድሕሪኡ ከዓ ብጀካ እቲ ውልቀ ሰብ ትካላት ከዓ እቶም ካልኣይ ካተጎሪ እዮም ማለት እዩ። እወ ኣብኣ ከይሰገርና ኮለና ፅቡቅ ገሊፅካና ኣለኻ ናብ ትካላት ከይሰገርና ኮለና ንኣብነት ሕጂ ብዚ እዋን እዚ ዝተኣታተወ ድሕሪ ሪፎርም ዝተገብረ ኣብ ሽወደን እዚ ናይ ኢታብሌሪን ወይ ከኣ ናይ ምጥያስ መስርሕ ዝበሃል ከምኡ ውን ኣካሳ ዝወስዱ ሰባት ከፈልቲ ግብሪ ድዮም እዚኦም?
ሕጂ እቲ እቶም ውልቀ ሰባት ከምቲ ክንገልጾ ዝጸናሕና እቲ ዓይነት እቶት እሱ እዩ ዝኽፈሎ ግብሪ ድዩ ዘይክፈሎ ኢሉ ዝወስን ማለት እዩ። ሕጂ እንተ ደኣ ርኢናዮ እቲ ግብሪ ዝኽፈል ዘሎ ከምዚ ሕጂ ኣብ ክስታይ ንሪኦ ዘለና ኣብ ኣበየናይ መዓላ ይውዕል ምፍላጡ እውን ኣገዳሲ እዩ። ሕጂ እቲ ግብሪ ኣብ ሰለስተ ደረጃ እዩ ድምቀል። ሕጂ እቶም ኣዝዮም ልዑል ኣታዊ ዘለዎም ብስታትሊክስካት ብሃገር ደረጃ ብሃገር ደረጃ
እቶም ኣዝዩ ኣብ ትሕት ለቨል ኦፍ ኢንካም ዘለዉ ኣታዊታቶም ዘሎ ድማ ናይ ኮሙናልስካት ይኸፍሉ ሕጂ እዚ ግብሪ እዚ ምስ ተኣከበ ናብ ስታት ድሕሪ ኢና ሕጂ ብዚ እቲ ስታት ትወስዶ ንኣብነት ከም ባርንቪል ሮክ ከም በዓል ኣውካሳ እዚ ክንጠቕሶ ዝጸናሕና ኣክቲቪቴት ስቶል ሰባት ናብዚ ዓዲ መጺኦም ክሳብ ዝጣየሱ ክሳብ ኣብ ስራሕ ዓለም ዝኣትዉ ዝርከብ ሓገዛት ዝወሃብ ሓገዛት ኣሎ ሕጂ ነዚ ንወዲ ከምዚ ይውዕል ናብ ቤት ትምህርታት ይውዕል ንኢንፍራስትራክቸር ይውዕል ሕጂ እንሪኦ ዘለና ንንቀሳቀሶ ንብሎ እቲ መንገድታት ፓርኬሪን ስፔስ ኩሉ ኩሉ እዚታት ካበይ እዩ ዝኽፈል ዘሎ ካብቲ ዝእከብ ዘሎ ኣስካት እዩ ዝኽፈል ስለዚ ናብታ ሕቶኻ ክመልሰካ እቲ ግብሪ ዝኸፍል ዓይነት ኣታዊ ካብ ደሞዝ ኦብ ካሳ ውን ከምዚ ድጠቐስካዮ ሕጂ ኦብ ካሳ ደሞ ኣክንዲ ደሞዝ እዩ። ኣክንዲ ደሞዝ እዩ ምኽንያቱ እስኻ በቲ ትሰርሖ ዝነበርካ መጠን ኣታዊታትካ ካብ ስራሕ ዓለም ስለ ዝተኣለኻ ስጋዕቲ ደጊምካ ናብ ስራሕ ዓለም ትመጽእ ብኡ ቤዝ ብምግባር እቲ ናይ ኦብ ካሳ መስርሕ ይኸይድ ብሰማንያ ሚእታዊት ኢሉ ይጅምር ከምኡ እንዳበለ ከምኡ እንዳበለ ስለዚ ልክዕ ከምቲ

ኣታዊ ኣይኮነን ኣይኮነን እዎ ሓገዝ እዩ ሓገዝ እዩ ኦኬ። ኤግዛክትሊ እ፣ ጽቡቕ እ፣ መዓስን ብኸመይን እዩ ኣገባብ ግብሪ ዝእከብ ወይ እውን ግብሪ ዝኽፈል ኣብ ሽወደን እዎ ሕጂ ነጠርናያ ጉዳይ ኣላ ናይ ውልቀ ሰባት ጠቂስና እወ ብድሕሪኡ ናይ ትካላት ናብቶም ዘ- ዘ- ዘ- ትካላት ዝበልናዮ ካብዛ ኮሊ ፈካዎ ሓቅኻ እወ ኣሃ። ምእንታ እንተ ሓሳብ ክትጥርነፈልና እቶም ተዓዘብቲ እውን ይፅበዩ ከይህልው እወ፣ እወ። እ፣ እቶም ትካላት ትካላት ከዓ እ፣ ከምቲ ዝበልናዮ እቲ ውልቀ ሰብ ኤስካት ሴደል ወሲዱ ኣት- ካብ ኣታዊታቱ ግብሪ ክኸፍል ክበሃል ከሎ ትካል ድማ ኤፍስካት ዝበሃል ወይ ድማ እስኻ እናሰራሕካ ትካል ኣቑምካ ውን ክትከይድ ውን ስለ ትኽእል ኤፌስካት ተባሂሉ ካብ ስራሕካ ተምፅኦ ኣንስቴሉ ኾንካን ትካልካ ብዝሃበትካ ኣታዊታትን ተደሚሩ ውን ብሓደ ጌርካ ግብሪ ትኸፍለሉ ማለት እዩ።
ስለዚ እዚ ሓደ ትካል እዩ እዞም ኢንፊልድ ፊርማ ንብሎም ዘለና ማለት እዩ ካልኦት ዓይነት ትካላት ድማ ተፈላለየ ቡላክስ ፎርመር ዝበሃሉ ተፈላለዩ ካምፓኒ ፎርምስ እቲ ካልኣይ ከዓ እቶም ሃንድልስ ቡላግ ዝበሃሉ ኣነ ንስኻን ሸርክነት ኮይና ብሓደ ኮይና ትካል ከነቕውም ንኽእል ኢና እቲ ነቑሞ ትካል ድማ ኣታዊ ምስ ዝህበና እቲ ኣታዊና ንሕና ተማቒልና ኣብቲ ምስቲ ናህና ካልእ ካልእ ኣታዊታት ደሚርና ድማ ግብርና ነብል። እቲ ካልእ ዓይነት ቢዝነስ ፎርም ድማ ትካል ከኣ ሊሚትድ ካምፓኒ ወይ ከኣ ኣክስየቡላግ ዝበሃል እዚ ከኣ ሓደ ናይ ገዛእ ርእሱ ርእሱ ዝኸኣለ ትካል ቆይሙ ኣነ ንስኻን ወይ ካልኦት ግን ኣብኡ ኣክስየ ኤጋሪ ኮይንና ከም ወነንቲ ኮይንና ነስርሖ ትካል እዩ። እዚ ትካል እዚ ድማ ኮርፐሬት ታክስ
ወነንቲ ብርክን ማለት እዩ። ወነንቲ ብርኪ ብብርኪ ዝኸይድ ማለት እዩ። ሕጂ እዚ ኸኣ እቲ ትካል ሰሪሑ መኽሰብ ዝረኽቡ ኸኣ ግብሪ ዲክላሬራ ይገብር ዓመታዊ ብኡ መጠን ድማ እቲ ዝግባእ ግብሪ ኸኣ ይኽፈል። ስለዚ እቲ ሓሳብ ጥርንፍ ንምባሉ መን እዮም ከፈልቲ ግብሪ ንዝብል ውልቀ ሰባትን ትካላትን እዮም ማለት እዩ።
ጽቡቕ ናብታ ዘ ኦሬዲ ዝጀመርናያ ሕቶ መዓስን ብኸመይን ኣገባብ እዩ ግብሪ ኣብ ሽወደን ዝኽፈልን ዝእከብን ክንብሎ ንኽእል? እወ
ሕጂ እቶም መዓስ ይኽፈል ንዝብል እንታይ ዓይነት ግብርታት ኣለዉ? እተፈላለዩ ዓይነት ግብሪ እዮም ዘለዉ። ሕጂ እቲ ቀዳማይ እቲ ኢንኮም ስትስካት ንብሎ እዚ ሕጂ ክንገልጾ ዝጸናሕና ካብ ኣታዊታትካ ደሞዝሰኛ ኮንካ ሰሪሕካ ተምጽኦ ወይ ውን ካብ ጡረተኛ ኮንካ ተምጽኦ ካልእ ካልእ እዚታት እቲ ኢንኮም ስትስካት ንብሎ እዩ። እወ እቲ ኣታዊ ግብሪ እወ። እወ እዚ ን ግብሪ ዝኽፈሎ ኣታዊ ማለት እዩ። ብድሕሪኡ ዝመጽእ እንታይ እዩ? ኢንኮምስት ኦፍ ካፒታል እዚ ድማ እስኻ ብርኪ ወናኒ ኣብ ሓንቲ ኣክስዮ ቡላግ እንተ ኮንካ እቲ ኣክስዮ ቡላግ ዓመታዊ ካብቲ ዝተረኽበ እቶት ንዓኻ ትምግበካ እሞ ኡትዴልኒን ዝበሃል እዚ እውን ሓደ ካብቲ ግብሪ ዝኽፈሎ እዩ። ምኽፋል ብፅሒት ምኽፋል ብፅሒት እዩ።
ካልእ ሬንታ ኣሎ ኣብ ዝተፈላለየ ትገብሮ ውዕላትን ስምምዓትን ወለድ ንብሎ ድማ እዚ ድማ ኣታዊታት ካብኡ ምስ ትረክብ እዚ እውን ኢንኮም ውስጥ ኦፍ ካፒታል ተባሂሉ ግብሪ ዝኽፈሎ እዩ ማለት እዩ። ካልእ እውን ገዛ ይህልወካ እስኻ ብውልቅኻ እቲ ገዛኻ ኣካሪኻዮ እንተድኣ ካብኡ ውን ኣታዊ ረኺብካ ንዕኡ ውን ዲክሌር ክትገብሮ ኣለካ ክትሕብር ኣለካ እቲ ዝግብኦ ግብሪ ድማ ይኽፍል ማለት እዩ። ኣብ ቀዋሚ ሃብቲ ማለት እዩ እሱ። ኤግዛክትሊ ብድሕሪኡ ሽዑ ከምዚ ሕጂ ንሪኦ ደገ ወጺእና ዱካን ኬድና ዝኾነ ነገር ምስ ንዕድግ እቲ ክቪቶና ድሕር ርኢናዮ ሞምስ ዝብሃል ከኣ ኣሎ። ሞምስ ድማ ሓደ ሓደ ሃብቲ ዓበይቲ ዓይነታት ግብሪ ኮይኖም ብዙሕ ኣታዊ ነታ ሃገር ዘምጻላ እዩ። እዚ ሞምስ ከኣ ሰለስተ ዓይነት ተፋላለዩ ሞምስ ኣለዉ። ዕስራን ሓሙሽተን ሚኢታዊት ኣለዉ። እቶም ዝበዝሑ ኣብዚ እዚኦም ዝምደቡ። ከም ምግቢ ገለመለ ካልእ ዝኣመሰሉ ድማ ሪዲሴራ ድዮም ዓሰርተ ክልተ ሚእታዊት ነቲ ሰብ ኣብ ምንባብን ኣብ ክስታይን ሕጂ ሚዚዩም እንተ ደኣ ትኣቱ ኾንካ እዚ ናይ ትዘናግዓሉ ክስታይ ስለ ዝኾነ ብሽዱሽተ ሚእታዊት እዩ እስኻ መጻሕፍቲ ገለመለ ክትዕድግ ነቲ ሕብረተሰብ ኣዝዩ ጠቓምን ክስታይን እውን ስለ ዝኾነ ንምትብብዑ እንታይ እዩ ብዝወሓደ ሞምስ ከኣ ብሽዱሽተ ሚእታዊት ስለዚ ዓስራን ሓሙሽተን ዓሰርተ ክልተ ሽዱሽተ እሞ ምስ ፍሪ ዝበሃሉ ከኣ ኣለዉ ካልኦት ካልኦት ከኣ ኤክሳይስ ታክስ ከኣ ኣሎ እዚ ድማ እቶም ዓይነት ቨርክሳሜት ንምቁጽጻሮም ዝኣክል ንኣብነት ሎቶሪ ወይ ከኣ ቶፓክ ካብ ደገ ክኣቱ እንድሕር ኮይኑ፣ ሕጂ ምስ ቶፓክ ድሕር ሪኢናዮ ምስ ጥዕና ዝተኣሳሰሩ ውን ስለ ዘለዎ ምእንታን ኣዝዩ ክቡር ዝኾነ ዝበለ ኤክሳይዝ ታክስ ይኸፈል ማለት እዩ። ቀረጽ ኦ።
Yes ካልእ ድሕሪ እቲ ሞምስ ወይ ከኣ ቫት ንብሎ ካልእ ሰራሕተኛ ኮይኑ ንዝሰርሕ ሰብ ከኣ እቲ ኣስራሒ እሱ ዘበርክቶ ኣርቤትሲቨሬ ወይ ከኣ ኢምፕሎየር ታክስ ዝበሃል ከኣ ኣሎ። ናይ ኣስራሓይ ግብሪ እዩ። ናይ ኣስራሓይ ግብሪ እዩ።
ሕጂ ብዚኣ እቲ ኢንዲቪድዋል ወይ ከኣ እቲ ፕሪቫት ፐርሹን ካብቲ ኣብቲ ውዕል ተፈሪሙ ዘሎ ስምምዕ ናይ ደሞዝ ብጺሒቱ ይኸፍል። እዚ ከኣ ኣበየናይ ክንደይ እዩ ዕድሚኡ ኣበየናይ ኮሙን እዩ ዝቕመጥ ደረጃ መጠን ኣታዊታቱ ክንደይ እዩ ተራእዩ ይኸፍል ግን ኣስራሒ ድማ ኣብ ልዕሊ እዚ ነቲ ናቱ ነቲ ናይ ዝመጽእ ናይ ፔንሽን ድዩ ናይ ሶሻል ሴኩሪቲ እዚ ክንብሎ ዝጸናሕና ድሓር ዝረኽቦም ሰርቪሳት እውን ንዑ ካቨር ንምግባር ከኣ እቲ ኣስራሒ ከኣ ኣርቤት ሲቨር ኦፊፍቲ ዝበሃል የበርክት ማለት እዩ እዚ ከኣ እቲ ኖርማል ሬት ሰላሳን ሓደን ነጥቢ ኣርብዓን ክልተ ሚእታዊት ስለዚ ከምቲ ዓንተይ ዝብሎ ዝነበርኩ ኣብ ሽወደን እቲ ግብሪ ኣዝዩ ካብ ሃይ ታክስ ሌቪ ዘለወን ሃገራት እያ። ኦኬ ኣዎ ሰፊሕ ቅርንጫፋት ኣለዎ ከምዚ ዝበልካዮ ኣዝዩ ጽቡቕ መረዳእታ ስእልን ኢኻ ሂብካ ዘለኻ መስለኒ ኣብ መንነት ግብርን ኣከፋፍልኡን እቲ በዓል መዚ ንባዕሉ ቀውምኡ ዝነጥፎ ንጥፈታት ካበይ እንታይ ይእክብ ውን ብጣዕሚ ጽቡቕ ዝኾነ ግንዛበ ኣጨቢጥካ ኣለኻ ዝብል እምነት እዩ ዘለኒ። ግብሪ ዝኸፍሉ ሰባት መን እዮም ኢልና ካብ ኣነጸርና ቅድሚ ኣታዊኻ ኣመዝጊብካ ግብሪ ምኽፋል ክግበሩ ዘለዎም ምድላዋት እንታይ እዮም? ንኣብነት ሕጂ ግብሪ ካብዚ ወርሒ ክልተ ጀሚሩ ብዛዕባ ግብሪ ብብዝሒ ዝዝረብ ዘረባታት እዩ ስጋዕ ዕለት ክልተ ወርሒ ሓሙሽተ ኣብ ሽወደን ብዙሕ ብዛዕባ ግብሪ ዝዛረብ ሰብ ከመይ ገይረ ክመልእ እየ እንታይ እየ ክገብር ዝብል ሕቶታት እውን ብብዝሒ ይስዕም እዩ ኦረዲ ኣብ ኪቭራ ኣብ ዝሓለፈ ወርሒ ክልተ ተጀሚሩ ደክለር ንምግባር ወይ ከዓ ሕሳብካ ንምድቕቓስ ካብ እስካ እተበርከት ሓበሬታ ተቐቢሉ ኣሎ እቲ ብዲጂታል ወይ ከኣ ብኤለክትሮኒካዊ መሳርሒ ክገብር ዝደሊ፣ ቅድሚ ኣታዊኻ ምምዝጋብ፣ ደክለረሽን ቅድሚ ምምግባር፣ ካብ እስካ እተበርከት ምስ መጸ፣ ሓደ ሰብ፣ ኣነን ንስኻን ወይ ሓደ ሰብ ኣብ ከም ኢንቪዝብል ሰብ ኣቐሚጥና ከም ኣብነት፣ እንታይ ምድላው ክገብር ኣለዎ? እወ ሕጂ እንታይ እዩ እቶም ከፈልቲ ግብሪ ውልቀ ሰባትን ትካላትን ካብ በልና ኣቐዲሞም ጊዚኡ ቅድሚ ምእካሉ እቲ ናይ ግብሪ ምኽፋልን ዲክለር ናይ ምግባርን ቅድሚ ምምጽኡ ቅድሚ ምድላዋት ዝግበር ብዙሕ ነገር ኣሎ። እዚ ከኣ እንታይ እዩ መጀመርያ ኣገዳስነትን ርዝነትን ናይቲ ጉዳይ እንድሕር ብግቡእ ተረዲእናዮ እዚ ሳይኮሎጂካል ፕሪፓሬሽን ኣቐዲምና ነቲ ግብሪ ንኸፍሎ ፅባሕ ንግሆ ኣበርክቶ ናፍቲ ሕብረተሰብን ነቲ ፅባሕ ንረኽቦ ዘለና ሰርቪስ እውን ንዕኡ እጃምና ነበርክተሉ ስለዝኾነ ቅሩብነት ብምሉእ ቅሩብነት ስነልቦናዊ ምድላው ስለ እዚ እውን ሞራል ኦብሊጌሽን ኣሎ ናይ ሞራላዊ ሓላፍነት እውን ኣሎ ማለት እዩ ስለምንታይ እንድሕር ኣነ ካብዚኣ ወፅየሲ ኣብ ሕክምና ከይደ ኣገልግሎት ረክብ ኣለኹ ደቀይ ንቤት ትምህርቲ ሰዲደዮም እቲ ግቡእ ናይ ትምህርቲ ከይከፈልኩ ብነፃ ይመሃሩ ኣለዉ ሕማም ኣጋጢመኒ እንተድኣ ክስታይ ገይረ ዋን ዋን ቱ ደዊለ ናይ ኣምቡላንስ ሰርቪስ ይረክብ ኣለኹ። ኦኬ ምንዳድ ሓዊ ድሕሪ ኣጋጢሙ ክስታይ መጥፋእቲ ሓዊ ይጽዋዕ ኣሎ። ስራሕ ኮፍ ኣብ ድብለሉ ኦካሳ ወሲደ መዳለዊ ግዜ ይወሃበኒ ኣሎ። ቆልዓት ወሊደ ባርኒቢድራግ ዝበሃል ይመጽኣኒ ኣሎ። እዚታት እዚታት ነዚ ኩሉ ንምርካብ እቲ ግብሪ ድማ ሓላፍነተይ ምዃኑ ንዑ እጃመይ ከበርክት ምዃነይ እውን እዚ ቅድመ ኩነት ምድላው ማለት እዩ። እቶም ትካላት ከኣ ሕጂ ትካላት እዚ ሓደ እቲ ሞራል ኦብሊጌሽን ንብሎ ብጎኒ ጎኒ ድማ ሕጊ ዝጠልቦ ከኣ ኣቐዲሞም ከማልእዎ ዘለዎም ነገራት ከኣ ኣሎ እዚ ከኣ እንታይ እዩ ሓደ ሰብ ሓደ ትካል ትካል ኣቚሙ ንመኽሰብ ክሰርሕ እንከሎ ግቡእን ስነስርዓትን ናይ ኣታሕዛ ሕሳብ ናይ ኣታሕዛ መዝገብን እቲ ሕጊ ኣብ ልዕሌና ኣብ ልዕሊ እተን ትካላት ዘንብሮ ዓቢ ሓላፍነት ኣሎ። እዚ ከኣ ስለምንታይ እዩ ሕጂ ድሕር ብሓፈሽኡ ርኢና ብተፈጥርኡ ሰብ ካብ ግብሪ ናይ ምውሓድን ኣጉዲልካ ዝወሓደ ግብሪ ናይ ምኽፋልን ተንደንስ ኣሎ ሕጂ ነዚ ንምግባር ከዓ ሕጂ ገለገለ እቲ ናቶም ሕሳባቶምን እቲ ኣታዊታቶምን ንካልእ ኤክስፖዝ ንኸይገብሩ ወይ ከዓ ካልእ ሰብ ይፈልጦ ይኸውን ካብ ዝብል ስክፍታን ባዕሎም ክገብርዎ ይፍትኑ ሕጂ እዚ ድማ ሳዕቤናቱ እንታይ ይኸውን ሕጂ ኩላትና ናይ ኩሉ ዓይነት ብቕዓትን ዓቕምን ክህልወና ኣይክእልን እዩ። ኣነ እንተ ደኣ ከም ሰብ ጨጉረይ ዘጊፈ ሲ ናብ ቀምቃሚ እየ ዝኸይድ። እንተ ደኣ ኣብ መስርሕ ናይ ናይ ናይ ስራሓት ሕጋዊ መስርሕ ዘድልዮ ናይ ምክሳስ መስርሕ እንተ ደኣ ኣጋጢሙ ቤት ፍርዲ ኢና ንኸይድ። ቤት ፍርዲ ክትከይድ ከለኻ ከኣ ነቲ ጉዳይካ ባዕልኻ ኣይኮንካን ትሕዞ ጠበቓ ናይ ሕጊ ኣማኻሪ ጌርካ ነቲ ጉዳይ ተካይዶ ስለዚ ትካል ድማ ቆይሙ ብግቡእ ግብሪ ክኸፍል ምእንታን እቲ ዝድለ ኣታዊታት ተረኺቡ ናብ መዓላ ክውዕል ምእንታን እቲ እስካተቨርከትን ካልእ ካልእ ነዚ ዝምልከቶም ኣካላትን ሕጊ ኣቑሞም ብኡ ክቕየዱ ከም ዘለዎም ይገብር እዩ። እሱ ኸኣ ሓደ ካብቲ ኺልድግሄት ናይ ቡክፈሪን እዩ።
ሕሳባትካ ብግቡእ ምሓዝ። እቲ ትዕድጎን ትሸጦን ምስ ገንዘብ ዝተኣሳሰር ስለ ዝኾነ ብደኩመንት ክድገፍ። እቲ ደኩመንት ድማ ስጋብ። በቲ ሕጊ ዘሎ ሕጂ ክሳብ ንሸውዓተ ዓመት እውን ተዓቂቡ ክተሓዝ ሕጂ ገለ ገለ ሰባት ሕጂ እቲ ዲክለራኹን ይግበር እሞ እቲ ግዜ ይሓልፍ እቲ ዝምለስ ይምለስ እቲ ዝኽፍል ይኽፈል ግን እቲ ነገር ከም ውዱእን ዝደቀሰን ገይሩ ይወስዶ ግን እቲ ድሒርካ ዝመጽእ ናይ ቼክ ናይ ምግባር ኦዲት ናይ ምግባር ስራሕ ግን እስካብ ተበርከት ኣብ ዝደልዮን ኣብ ዝጥዕሞን ግዜ ስለዚ እስካብ ተበርከት ሃንደበት ቁጽጽር ናይ ሓደ ትካል ክገብር ይኽእል እዩ ይኽእል እዩ
ሕጂ ንኹሉ ብሓደ ግዜ ክገብሮ እንታይ ኢና ነማዛዝን እቲ ዓቕምን ሪሶርስን ንዑ ዝኸውንን ከይህሉ ይኽእል። ብሕርያ ገብር።
ግን ሓሊፉ ግን ብሕርያ ሳምፕል እናወሰደ ሕጂ እዚ ውን ፓብሊክሊ ይዝረበሉ እዩ ሎሚ ዓመት ኣተኩሮና ኣብ ታክስን ኣብ ሬስቶራንትን ክኸውን እዩ።
ኣሰራርሓ ኣሎ። ኣሰራርሓ ኣሎ።
እዚ ሕጂ እቲ ዲክለራኹ ምስ መጸ እውን ክሪእዎ ከለዉ ከምቲ ደሓር እውን ንሪኦ ንኸውን ንዛረበሉ ንኸውን እቲ ክስታይ ምስ መጸ ንዓኻ ተዋሂብካ እቲ እስኻ መጺኡ ዘሎ እዚ ቁኑዕ እዩ እዚ ቁኑዕ ኣይኮነን እዚ ክስታይ እዩ ተባሂሉ ምስ ሰደድካዮ እውን እቲ ዝሪኦ ኣካል ቁኑዕ ድዩ ኣይቁኑዕን ኣሰስመንት ይገብር እዩ። ሕቶ ተለዎ? መሰል ይውከሰካ እዩ። ሕጂ ኩሉ ግዜ እተን ትካላት ነዚ ጉዳይ እዚ ብዕቱብ ሒዞም ገና ሃይ ኢላ ክትጅምር እንከላ እታ ትካል ክትጅምር እንከላ በቲ ግቡእን ስነ ስርዓትን ቅጥዒ ዝመልኦ ኣተሓሕዛን ክተሓዝ እንተኾይኑ እቲ ሕጊ ዝጠልቦ እውን ከምዚ ዝበልናዮ ክኢላ ሕጂ ዓበይቲ ትካላት ሓደ ናይ ፋይናንስ ዲፓርትመንት ኣቑመን ናይ ሕሳባት ዝሕዝ ኣካል የቑማ። ብኡ መጠን እተን ማእከሎት ዝበሃላ ትካላት ድማ ብመጠን'ቲ ዕብየተንን ኣታዊታተንን ከኣ ብፍርቂ ፍርቂ እናገበርካ ይቖጽራ። እተን ብፍላይ ሕጂ እዚ ናህና ሕብረተሰብ ክንሪኦ ከሎና ኣነ ካብ ተመኩሮይ ክሪኦ ከለኹ እቶም ብኣካል መዓልታዊ ንሕግዞም ድሕሪና ግን ኣብ ስሞል ኤንድ ሜዲየም ሳይዝድ ኢንተርፕራይዝ እዮም ንኣሽቱ ትካላት እዮም ኣብ ሬስቶራንት ኣብ እንዳቕም ከማይ ኣብ ንኣሽቱ ኣገልግሎት ወሃብቲ ስለዚ እዚኦም ኣካውንታንትስ ወይ ከኣ ሬዴቪስ፣ Redovisar፣ ቆጺሮም ክኺዱ ስለ ዘይክእሉ እንታይ እዮም ዝገብሩ እዚኦም ንሬዴቪስ ኒም ቢሮ ኣካል ኣውትሶርስ ይገብርዎ። እዚ ሕጂ ንዕኡ ከም እንታይ እዮም ዝጥቀምሉ ማለት እዩ ቀጻሊ ኣብቲ ናይ መዓልታዊ ስራሓቶም ነቲ ሕጊ ዘማልእሉ ይውከሱ፣ ኮንሳልቲንግ ካብኡ ይወስዱ፣ በብጊዚኡ ከኣ እቲ ዘሎ ዶክመንትን ፋክቱራታትን ክፊተትን ኩሉ ኣደልዮም ናብኡ የቕርብዎ እሞ ብኡ ገይሮም ከኣ እቲ ረዲቪስኒን ቢሮ ድማ ሰሪሑ ሞሙስ ኣብ ጊዚኡ፣ እቲ ኣርቤትሲላረ ኡቪፍት ኣብ ጊዚኡ፣ እቲ ኢንኮሙስትዲክላራፊዮን ከኣ ኣብ ጊዚኡን ሰዓቱን ንኽወሃብ ይሕግዙ። ስለዚ እቲ ቅድመ ኩነት ክንዳሎ ኣለና ዝበሃል ዘሎ ግቡእን ስነ-ስርዓትን ቅጥዒ ኣተሓሕዛ መዝገብ ኩሉ ጊዜ ክጉሰ ዘይብሉ ኣገዳሲ ነጥቢ ኮይኑ ይርከብ ማለት እዩ። ብጣዕሚ ሓጋዚ እዩ ብፍላይ ነቶም ትካላት ዘለዎም ናእሽቱ ይኹኑ ዕብይ ዝበለ ኣገልግሎት ዝህቡ። ከም ውልቀ ሰብ ከምዚ ንፈልጦ ኩሉ ግዜ ካብዚ ወርሒ ክልተ ጀሚሩ ስጋዕ ወርሒ ሓሙሽተ ዘሎ ኣታውታትካ ከተፍልጥ ወይ ውን እቲ ቤት ጽሕፈት ግብሪ እስካ እተበርከት ዝሰደልካ ፈሪምካ ክትሰዳ እየ ይብል ብዙሕ ሰብ ክጨናነቕ ይስማዕ ናብ ናይ ውልቀ ሰብ ጉዳይ ክእትወካ ኢለ እየ ተመሊሱካዶ ልሙድ ሕቶታት ወይ ክትመልስ ዲኻ ስካት ዝብላ እዘን ሕቶታት እዚኤን መቸም ብፍላይ ከም ክኢላ ናይ ሕሳብ ብዙሕ ግዜ ዝሰማዕኻየን ክኾና ይኽእላ እየን። መዓሰይ እዋን እዩ ሰብ ገንዘብ ዝምለሶ? መዓሰይ እዋን እዩኸ ገንዘብ ምለስ ዝበሃል? ኣበየናይ ኩነታት እዩ ብሓፈሽኡ? ጽቡቕ ሕጂ እቲ ናይ ኢንኮምስት ዲክላራሆን ዝበሃል ሕጂ ግዜኡ እዩ ኣኺሉ ኣሎ። ስለዚ ኢና ከኣ እዚ ዛዕባ ሒዝና ሎማዓንቲ ንዝትየሉ ዘለና። ኣብ ግዜኡ እዋናዊ ማለት እዩ። ስለዚ እቲ መስርሕ ከመይ ከይዱ እስካተበርከት ኣብ መስርሕ ኣብ ዝሓለፈ ክልተ ሽሕን ዓሰርተ ትሽዓተን ካብ ዝተፈላለዩ ኣካላት እቲ ሓበሬታ ክእክብ ድሕሪ ምጽናሕ፣ ጥርንፍ ኣቢሉ ሳማሪ ናብ ኩሉ ውልቀሰብ ይሰድድ። ይሰድድ። ሕጂ ከምቲ ክንሰምዖ ዝቐነና ክሳብ ዕለት ዕስራን ሸውዓተን ማርች ዲጂታል ብሬቭሎዳ ከም ኪብራ ዝኣመሰሉ ዝኸፈቱ ዝተግበሩ ሰባት ነዞም ሰባት እዚኦም ብቐጥታ ክስደደሎም ጀሚሩ ድሮ በጺሕዎም ኣሎ ነቲ እዚ ዘይብሉ ድማ ብ ፔፐር ፎርም ብወረቀት ከኣ ናብቲ ብደብዳበ ናብቲ ዘለዉ መንበሪ ኣድራሻኦም ይስደደሎም ኣሎ እዚ ከኣ ክሳብ ዓሰርተ ሓሙሽተ ኣፕሪል ክቅጽል እዩ ማለት እዩ ሕጂ እቲ ስካተቨርከት ቀደም ሕጂ እንታይ ነይሩ ኮንትሮል ኡፒፍቲ ዝበሃል ነይሩ እዚ ከኣ ሕጂ እንታይ እዩ ኣብ ውልቀ ሰብ ስለ ተኪርና ንዛረብ ዘለና ግብሪ ምስ ወሰድካ እስኻ ሎነ ስፐሲፊካ ኩን ትበሃል እያ ትወሃበካ ኣብዛ ሎነ ስፐሲፊካ ኩን እዚኣ ክንደይ እዩ ደሞዝካ እንታይ ከ ተቆሪጽካ ኣሎ እተን ገዛኻ ሒዝካየን ትኸይድ ናብ ሕሳብካ ዝኣተዋ ከኣ ክንደየን ተባሂሉ እዚ ወርሓዊ ጸብጻብ ይወሃበካ ስለዚ ዲክለር ክገብሩ እንከለዉ እተን ትካላት ሕጂ ብዚኣ ትካል ኤጀንት ናይ እስካተቨርከት እዩ። ኣብ ክንዲ እስካተቨርከት ኮይኑ እቲ ኣስራሓይ ነቲ ሰራሕተኛ ካብ ኣታዊታቱ ካብቲ ውዕል ተበጊሱ እቲ ዝግባእ ግብሪ ቆሪጹ ናብ እስካተቨርከት የመሓላልፍ። ሞምስ እውን ከምኡ። ዕድጊ ግበር መሸጣ ግበር ካብ ክልቲኡ ባላንስ ዝተረኽበ ወይ ክትከፍል ወይ ክትመልስ እዚ ውን ሙሙስ ተኣኪቡካ ናብ እስካት ተበርከት ዝመጻሉ ጉዳይ ማለት እዩ ስለዚ እዚ ኣብ ቦትኡ እናሃለወ እንከሎ ሕጂ እቲ ሰብ መጺዎ ኣሎ ሕጂ ቅድሚኣ ግን እንታይ ኣላ ኣብ ዓመታዊ ሽዑኡ ብጥርኑፍ ንመሓሪ ኣብ ዓመት ክንድዚ ኣታዊታት ካብ ደሞዝ ተረኺብዎ ኣሎ፣ ክንድዚ ተቖሪጹ ኣሎ፣ ክንድዚ ከኣ ከፊልናኩም ኣለና። ናይ ኣቡበከር ከምዝን ከምዝን ተባሂሉ ዓመታዊ ብጸብጻብ ብቶታል ይወሃብ ነይሩ። ሕጂ ካብ ክልተ ሽሕን ዓሰርተ ትሽዓተን ግን ብብዙሕ ምኽንያት ማለት'ዩ እስካብ ተበርከት ዘተኣታተዎ ሓድሽ ኣሰራርሓ ግን እንታይ ነይሩ ብወርሓዊ ኢንዲቪድዋል፣ ኣት ኣን ኢንዲቪድዋል ለቨል፣ ኤገኢ፣ ዝበሃል ኣርቤትሲቫረ ፑ ኢንዲቪድኒቮ፣ ናይ መሓሪ ናይ ወርሒ ጃንዋሪ ዝተኸፍለካ ኣታዊታት ግብሪ ዝተቖርጸ ብናትካ ፐርሹንመር ሽዑን ሽዑን ሓበሬታ ተዋሂቡ ኣሎ። ስለዚ ነዚ ጸብጻብ ኣኪቡ እዛ ንብላ ዘለና ብመንገዲ ኬብራ ድያ ዋላ ብመንገዲ ደብዳበ መጺኣትካ ኣላ። ሕጂ እቲ ሰብ መጀመርያ ኣተኲሩ ዝጥምተላ እንታይ ሕጂ ክመልስ ድየ ወላስ ክፈል ድዮም ክብሉኒ ወላ ክምለሰኒ እዩ። ሕጂ ክምለሰካ እንድሕር ኮይኑ እንታይ ማለት እዩ እቲ ኣቐዲሙ ዝተኣከበ ግብሪ ልዕሊ እቲ ክትከፍሎ ዝግብኣካ ግብሪ ስለዝኾነ ብዙሕ ከፊልካ ኣለኻ። ሕጂ ከም ኣሰራርሓ እስካ ተበርከት እንታይ እዩ ኣብ ውልቀ ሰብ ይኹን ወላ ኣብ ትካላት ኣቐዲምካ ግብሪ ናይ ምስሓብ ኣሰራርሓ እዩ ዘሎ። ፕሪሊሚናሪ እዩ። ፕሪሊሚናሪ ስካት ንብሎ። ሕጂ ግምታዊ እዩ። እንዳኸፈልካ ትጸንሕ እሞ፣ ሽዕኡ ግዜኡ ምስ ኣኸለ ናይ ዓመት ከኣ ጸብጻብ ተገይሩ ሽዑ ባላንስ ዝረኣየሉ እዩ። ስለዚ እንተደኣ ኣስራሒኻ ብዙሕ ክቆርጸልካ ጸኒሑ ናይ ዓመታዊ ጸብጻብ ተገይሩ ካብቲ ክትከፍሎ ዝግበኣካ እቲ ናይ ብሓቂ ኣታዊታትካ ምስ ተፈልጠ እቲ ፍልልይ ክምለሰካ እዩ ተባሂሉ ይሕበረካ። ኣብ ገለገለ ግን እንታይ የጋጥም ኣብ ክልተ ሰለስተ ስራሓት ዝሰርሑ ሰባት ኣለዉ ወይ ውን እቲ ኣስራሓይ ኣክንዲ ብልዕል ልበለ ሬት ቆሪጹ ዲክላሬር ኣብ ምግባር ብውሕድ ሬት እሞ ይወስድ ስለዚ እቲ ሰብ እንታይ ክኸውን ኣለዎ ኣቀዲሙ እቲ ኔቶ ድወስዶ ናቱ ደሞዝ ብዙሕ ይእክብ ይጸንሕ እሞ ደሓር ኣብ መጨረሻ ዓመት ተራእዩ ብጠቕላላ ክንድዚ ክትከፍል ነይርካ ግን ካብ ኣርቤትስይቫሬ ብዝመጻኒ ሓበሬታ ግን እዚ ጥራይ ኢኻ ከፊልካ ዘለኻ ስለዚ እቲ ፍልልይ ከኣ ክትከፍሎ ኣለካ ሕጂ ነቲ ሰብ ንሕና እንታይ ኢና ንምዕድ ኣፍታል ፈሪሙ ስራሕ ክጅምር እንከሎ እቲ ዝቕረጸለይ ዘሎ ደሞዝ ኣየናይ እዩ ክንደይ ኢኹም ክትጎርጹለይ? ነቲ ግብሪ ክሓትት ኣለዎ። ነቲ ኣካል ናይ ፋይናንስ ኣዘራሪቡ ወይ ነቲ ኣስራሓይ ብቐጥታ ክሓትት ክኽእል ኣለዎ። እዞም ብዙሕ ዝሰርሑ ንኣብነት ኣብቲ ሓደ ትካል ኣብቲ ሓደ ትካል ኣብቲ ሓደ ትካል ዝሰርሑ ሰባት። ሕጂ እዚኦም ከኣ እንታይ ድብል እቲ እስካትቨርከት እቲ ዝለዓለ ዝኸፍለካ ኣስራሓይ እቲ ሁቭድ ኣርቤትሲቫረ ዝብሃል እሱ እንታይ ክኸውን ኣለዎ ብልዑል ብሰላሳ ሚታዊት ተቆርፀልካ ይምረት እቶም ካልኦት ካልኦት ንኣሽቱ ንኣሽቱ ዝበሃሉ ኣታዊታታት ናይ ጎኒ ተሎ ግን ሕጂ እንታይ ንማለት እዩ ፅባሕ ንግሆ ምለስ ንኸይትበሃል ክሕግዘካ ማለት እዩ ስለዚ እስኻ እንተ ደኣ ተጠራጢርካ እንታይ ክንደይ እየ ቁረጸለይ ክብሎ ክንደይ ተቆረጹለይ ይሓይሽ ንዝብል እንተ ክስታይ ኮንካ እስካ ዝተበርከትካ እንታይ ኣሎ ያም ክኒን ዝበሃል ሰርቪስ ኣሎ እስኻ ኣብቲ ዌብሳይቶም ኣቲኻ ያም ክኒን ክሓትት ደልየ ኣለኹ ስለዚ እንታይ ኣታዊታት ካብ መን እዮም ኣስራሕትኻ ክንደይ ኣታዊታት ክትረክብ ትኽእል ኢልካ ትሓስብ ኢልካ ሓበሬታታት ኣለዋ ንዐን ምስ ሃብካየን ሽዑ ብደብዳቤ መልክዕ እንታይ መጻካ ክንድዚ ፐርሰንት ተተቆረፀካ ዝበለፀ ይኸውን ኣብ ሴፍ ሳይድ ኢኹም ትኸውን ማለት እዩ ስለዚ እዚ ምፍላጡ ኣገዳሲ ነጥቢ እዩ እወ።
ክቡራት ተኸታተልቲ መደብ ሓምሳ ደቒቕ ምስ ሓውና ኣቡበከር ንስርዓተ ግብሪ ኣከፋፍላን ግብሪ እንታይ ማለት ምዃኑን ኣብ ሽወደን ዘሎ ኩነታት ናይ ገፈልቲ ግብርን መንነትን ከምኡ እውን እንታይ ዓይነት ግብሪ ከም ንኸፍልን ኣብ ናይ ውልቀ ሰባት ሕቶ ጥራይ ዘይኮነ እንኮላይ ንኣሽቱን ዓበይትን ትካላት ብዝምልከት ኣዝዩ ኣስተምህራዊ መደብ ሂቡና ኣሎ። ኣብ ካልኣይ ክፋል መደብና ሕቶታትኩም ሒዝና ክንቐርብ ኢና። ስጋብ ሽዑ ንኣቡበከር ሓውና ስለቲ ስጋብ ሕጂ ዝሃበና ሓበሬታ ብሽመይን ብሽም ኩሎም መሳርሕተይን ክብ ዝበለ ምስጋና ኣቡበከር ንዓኻ ከቅርበልካ ኣብ ካልኣይ ክፋል የራኽበና። የቐንየለይ።